ኹሉ ግዜ ኣብ ኮሜንት ዕለት ተናገር ዕለት ጸሓፈሉ ትሉኒ ኢኹም ስለዚ ሎማዓንቲ ዕለት 12 ወርሒ 12 2017 ዓ.ም ሶኒ መዓልቲ ብሓድሽ ናይ ሲሚንቶ ናይ ትንዲኖ ናይ ሓሸዋ እናትጸር ካልኦት ካልኦት ንብረታት ሒዘ መጽእ እኒኹ ስለዚ ሓድሽ ናይ ሎማዓንቲ እዩ ሶኒ ስለዝኾነ እውን ከየምልጠኩም እስካዕ ኣብ መወዳእታ ተኸታተሉ ስለዚ ላይክና ኸዚ ናርኹም ኩለኹም ሓደ ሽሕነት እያ ላይክና ላይክ ልገርኩም ሳት ተኾንኩም ላይክ ገሩ ፍጠኑ ኸዚ እዋ ሰብስክራይብ ንሕሊ ገርኩም ለለ ንቻናል እዚ ብጣዕሚ ክትጥቀሙሉ ትርብሕሉ ቻናል ሰልኮነ ኩሉ ግዜ ካብ ሶኒ ክሳብ ዓርቢ ናይ ኮንስትራክሽን ኣቑሑ ንቐርበሉ ቻናል እዩ ስለዚ ኣባላት ልኹም ተኾንኩም ኣባላት ናኾንኩም ሰብስክራይብ ገሩ ማለት እዩ ቀጥታ ናብ ፕሮግራም ክሓልፍ ኸዚ ንቐፅል ናይቲ እንዲኖ ዕዳጋ ብጣዕሚ ኢና ጠፊና እዩ ቀኒና ስለዚ ሎማዓንቲ ናይ ቱርኪ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ሓድሽ ዋጋ ሎማዓንቲ ልወፀ ከቕርበልኹም ስለዚ ካብ በዓል ሸሞንተ ንጅመር ተለና በዓል ሸሞንተ ሸሞንተይ ሚእቲ ዕስራይ ሓሙሽተይ እናተሸጠ ይርከብ በዓል ሸሞንተ ሸሞንተ ሚእቲ ዕስራይ ሓሙሽተይ በዓል ዓሰርተ ድማ ሓደ ሽሒ ክልተ ሚእቲ ሰማንያ በዓል ዓሰርተ ሓደ ሽሒ ክልተ ሚእቲ ሰማንያ በዓል ዓሰርተ ክልተ ድማ ሓደ ሽሒ ሸሞንተ ሚእቲ ሓምሳይ በዓል ዓሰርተ ክልተ ሓደ ሽሒ ሸሞንተ ሚእቲ ሓምሳ እዩ በዓል ዓሰርተ ኣርባዕተ ድማ ክልተ ሽሒ ሓሙሽተ ሚእቲ ኣርባዓ እዩ በዓል ዓሰርተ ኣርባዕተ ክልተ ሽሒ ሓሙሽተ ሚእቲ ኣርባዓ እዩ በዓል ዓሰርተ ሽዱሽተ ድማ ናብ መወዳእታ ሰለስተ ሽሒ ክልተ ሚእቲ ሰማንያ እዩ ሎማዓንቲ ብጣዕሚ ቆንጆ ዝኾነ ዕዳጋ እዩ ውዒሉ እኒኦ ሎማዓንቲ ኣብ ናይ ቴንዲኖ ናይ ቱርኪ ካብ ዝሓለፈ እናቕረብኩልኩም ብጣዕሚ ዓብዪ ዝኾነ ቅናሽ ዋጋ ገይሩ እዩ ሎማዓንቲ መፂእኒዮ ማለት እዩ ስለዚ ምግዛእ ትሓስቡ ተኾንኩም ኩሉ ግዜ ናብ መን ክትመፅኦም ዘለኩም ትፈልጡ ኢኹም ስለዚ ሓሪፍ ዝኾነ ዕዳጋ ኣበይ ምርካብ ትኽእሉ ኢኹም? እዚ ዕዳጋ እዚ ኣብ ኩሉ ለይቲ ትረኽብዎ ትኽእሉ ኢኹም። ስለዚ ብውሽጢ መስመር ንዓይ ይርኸውን እዩ ክንዲዚኣ በዝሒ ክንዲዚኣ ደልየ ነይረ ኢልኩም ፀሓፉለይ ብውሽጢ መስመር ኣነ ድማ ንዓኻትኩም ዕዳጋ ናብ ምርኻብ ግዴታ ስለለለኒ ክኣውረልኩም እዩ ማለት እዩ ስለዚ እዚ ይመስል ናይ ቱርኪና ቲንዲኖ ለሎ ዕዳጋ ናብ ሎማዓንቲ ማለት እዩ ከዚ ቀፂልና ንሓልፎ ናብ ናይ ሲሚንቶ ዋጋ ንሕለፍ ክንደዮም ንውዓለ ሲሚንቶ ቅድሚያ ግና ሓንቲ ዓባይ መልእኽቲ ከሕልፈልኹም እሳለታ እያ ኣብዚ ኸሰዓት ኣብ ትግራይ ካብ ሰብዓ ካሬ ጀሚሩ ክልተ ሚእቲ ሜተር ወዓይ ኣርባዕተ ሚእቲ ካሬ ንድርጅት ትድሉ ሰባት ድማ እስካ ክልተ ሽሕ ካሬ እኒኡ እሱ እውን ብጣዕሚ ብልወረደ ዋጋ ብቕናሽ ዝበሃል ዋጋ ማለት እዩ ኣብዚ ከ ሰዓት ብጣዕሚ ዋጋ ቀኒሱ እዩ ዝርከብ መሬት ማለት እዩ ብዝተፈላለዩ ምክንያታት ኣብዚ ከ ሰዓት ኣብ ትግራይ ብጣዕሚ ብቕናሽ ዋጋ እዩ ዝሽወጥ ኣሎ ቦታታት ማለት እዩ ስለዚ ኣምታይ ኢንቨስት ክትገብሮም ለለኩም ትፈልጡ ኢኹም መብዛሕትኹም ስለዚ ገንዘብ ዘለኩም ሰባት ካብ ኣብ ባንኪ ተቕምጥዎ ኣብ መሬት ወይ ድማ ሲሚንቶ ቲንዲኖ ካልኦት ካልኦት ንብረታት ገዚእኹም ተተቕምጥዎ ብጣዕሚ ዓብዪ ዝኾነ ረብሓ ኢኹም ተግንዩ ማለት እዩ ስለዚ እዚኣ ንያት ንመልእኽቲ ተሓሲኹም ድማ ፕሮፋይለይ ስልኪ ኒእኩም ወይ ድማ ኣብ ኮሜንት መጀመርያ ስልከይ ከቕምጠልኹም እያ ብኢሞ ዋትሳብ ቴሌግራም እኒኦ ኮየ ብውሽጢ መስመር ርኸውኒ ቆንጆ ዝኾኑ ቦታታት ከማርፀኩም ይኽእል ማለት እዩ ስለዚ እዚኣ ንያት ንመልእኽቲ ከዚ ናብ ናይ ሲሚንቶ ዋጋ ህንዴም ሎዓለ ነሕለፍ ማለት እዩ ስለዚ መሰቦ ስሚንቶ ዝኸ ሰዓት ዋጋታት ብጣዕሚ ብጣዕሚ ወሰኽ እናተጎርል ርከብ ስሚንቶ ኣብ ዝኸ ሰዓት ኣብ ከተማ መቐለ ህንዴ ሽቦ ጥሎት ኢልኹምኒ ኣብ ሓደ ሓደ ቦታታት ብጣዕሚ ወሰኽ ተገይሩሉ እኒኦ ግን ካዋየ ከዝለ ንምግዛእ ትደልዩ ሰባት ግን ብሓደ ሽሕ ሸውዓተ ሚእቲ ቅርሺ እናተሸጠ ውዕድ እኒኦ ሎማዓንቲ ስሚንቶ ማለት እዩ ክንደይ ሓደ ሽሒ ሸውዓተ ሚእቲ ብጣዕሚ ክባር ኣምልኾልኩም ኣይጠራጠሪ መብዛሕትኹምላ ሓደ ሽሕ ተለይ ኮይኑ ኣይንገዝእኹም ትለኹም ስለዚ ሓደ ሽሕ ሸውዓተ ሚእቲ ግን ሎማዓንቲ ለውዓለሉ ዕዳጋ እዩ ኣብ ቀጻሊ ወይ ድማ ኣብ ረውዕ ወይ ድማ ኣብ ዓርቢ ልግለ ልግነ ፕሮግራምና ድማ ክንደይ ምለውዓለ ደጊመ ከቕረልኩም እያ ሎማዓንቲ ግን ብሓደ ሽሕ ሸውዓተ ሚእቲ እዩ ውዒሉ ስሚንቶ ማለት እዩ ስለዚ ከዚ ቀጺልና ንሓልፎ ለለ ናብ ናይ ሓሸዋና ትጸር ዋጋ ንርኣ እሞ ፕሮግራምና ነጠቓልል ማለት እዩ ስለዚ ሓሸዋ ኣብ ዝኸ ሰዓት ብ58 ሽሕ ንሲኖ ንቢያጆ እናተሸጠው ይርከብ ማለት እዩ ኣብ ክታ መቐለ 58 ሽሕ ንሓደ መኪና ቢያጆ ቆንጆ ልባል ሓሸዋ እትቐይሕ ማለት እዩ ብ58 ሽሕ ኣብ ከተማ መቐለ እናተሸጠ ይርከብ ማለት እዩ ስለዚ ከከም ሰፈርኹም ርሕቐቱ ወይ ድማ ካብ ከተማ መቐለ ውፅእ ለለ ቦታታት ኮይነላ ንእሽተይ ዋጋታት ውስኽ ክግበርሉ ይኽእል እዩ ግን ክንድሉ ኣክል ይኾነ ግን ማእኸላይ ለሎ ዕዳጋ ግን እስካብ ሓምሳ ሸሞንተ ሽሕ ለሎ እዩ ንሓደ መኪና ለሎ ማለት እዩ ፀፀር እውን ብተመሳሳሊ ክንደይ ኔት ልኹምኒ ብኣርባዓይ ትሽዓንተይ ወይ ድማ ሓምሳ ኣብ ልሉ ዕዳጋ እናሸጠ ይርከብ ማለት እዩ እሱ እውን ፀፀር ፀሊም ንመህደሚ ትጥቀሞ መብዛሕትኹም ፍሩይ ዝበሃል ፀፀር ኣብዚ ኸ ሰዓት እናሸጦ ልርከብ ዋጋ ከባቢ 48 49 እስካብ 50 ለሎ ከከም ዓይነቱ እንዮ ዕዳጋ ማለት እዩ ስለዚ ትገዙ ተሓስቡ ተለኹም ለለ ፀፀር ይኹን ሓሸዋ ናመን ክትመፆም ለለኩም ትፈልጡ ኢኹም ስለዚ ዕዳጋ መቐለ ከምዚ ዓይነት ዕድላት እናቐረብና ኢና ንርከብ ኣትፈላለዩ ዝሓሸ ቦታታት ዝሽወጠሎም ቆንጆ ዝኾኑ ቦታታት ዝሽወጡ ናጠቆምና ሰባት እናራኸብና ኢና ንርከብ ስለዚ ብውሽጢ መስመር ኮንታክት ጎርኒ ዕዳጋ ትደልዩ ሰባት ማለት እዩ ሓሪፍ ዝኾነ ዕዳጋ ትረኽቡ ትኽእሉ ኢኹም ካባና ማለት እዩ ስለዚ ሓሸዋ ዘፀር ሲሚንቶ እናትንዲኖ ዕዳጋ ርኢና ኢና ብሉኬት ኸ ክንደይ ነቲ ኢኹም ለላ ብሉኬት ኣብዚ ሰዓት ክልቲኦም ኣብ ዕዳጋ ከም ንረኹም ትፈልጡ ኢኹም በዓል 15 ና 20 ዝበሃሉ ክልተ ዓይነት ብሞልድ ልወፁ በዓል 15 ና 20 እዮም ዕዳጋ ልለው ስለዚ በዓል 15 ብ36 ቅርሺ ሒሳብ እናቸጠ ይርከብ በዓል 20 ድማ ብ39 ቅርሺ 38 ከባቢ እናቸጠ ይርከብ ማለት እዩ ብሉኬት ስለዚ ትገዙ ተለኹም ለሓሸ ጥንካርኡ ብደንቢ ማይል ሰተየ ብደንብ ድማ ኣፅ ሓይል ቀነየ ተልኾን ብጣዕሚ ቆንጆ ዝኾነ ጥንካረ ተግኒኑ ስለትኾኑ ብደንቢ ማይ ምስታዩና ብደንቢ ፀሓይ ምውቅዑ ብደንቢ ሪኢኹም ትገዝኡ ኔርኩም ማለት እዩ ስለዚ እሱ እውን ተደሊኹም ብሉኬት ንምገናይ ወይ ድማ ገዚእኹም ካና ምሳት ትደሊ ሰባት ኣሊኹም ርኸቡ ንብውሽጢ መስመር ማለት እዩ ከከም ብዝሕኹም ሓደ ሽሕ ፍረ ትደሊ ሰባት ኣሊኹም ወይ ድማ ሓሙሽተ ሚእቲ ልዕሊ እውን ትደሊ ሰባት ኣሊኹም ቆንጆ ዝኾነ ኣቀናኒስና ቆንጆ ዝኾነ ዕዳጋ ምውሳድ ትኽእሉ ኢኹም ማለት እዩ ስለዚ ብሉኬት ሓሸዋ ፀር እቲ እንዲኖና ስሚንቶ ዕዳጋ እዚ ይመስል ማለት እዩ ኣብ መወዳእታ እውን ከምዛ ደልኩም ካብ ሰብዓ ካሬ ጀሚሩ ክሳብ ክልተ ሚእቲ ኣርባዕተ ሚእቲ ካሬ ቦታታት ምግዛእ እትደልዩ ሰባት ሃሊኹም ብፍላይ ኣብ ከተማ መቐለ ኣብዚ ኸዚ ሰዓት ቆንጆ ዝኾኑ ዕዳጋታት እናወፁ ይርከቡ ብዝተፈላለዩ ምክንያታት ቦታታት እናቐነሰ እዩ ዝርከብ ስለዚ እሱ እውን ዕድላት ተጠቕምኹም ኢንቨስት ተትገብሩ ኣብ መሬት ተጠቀምቲ ስለትኾኑ ካብ ካልኦት ከተማታት ትግራይ ትግዙ ኣብ ከተማ መቐለ ብደንቢ ከውፀልኩም ዝኽእል ቦታታት ገዚኹም ተጠቕምጡ ዝሓሸ ነገር ትረኽቡ ትኽእሉ ኢኹም ማለት እዩ ስለዚ ኣብላጭ ዲያስፖራ ዳግማ ምሳል ኣብ ማእኸል ከተማታት ድማ ዓሰርተ ሸውዓተ ዝተፈላለዩ ቦታታት እኔዉ ኣድሓ እውን ቆንጆታት ዝኾኑ ቦታታት እኔዉ ማለት እዩ ስለዚ ትገዙ ተለኹም ብደንቢ ልሓሸ ሕጋውነቱ ዝተረጋገፀ ብደንቢ ማስተር ፕላን ልወፆ ሕጋውነቱ ብደንቢ ዝተፈለጠ ማለት እዩና ንራኽብ ስለዚ እስኹም እውን ትገዝኡ ለለኩም ሓቀኛ መሬት ለወረድ ካርቱ ለረጋግፀ ብደሚ ዝፀደቐ ተልኹም ንዓኻትኩም ለ ቆንጆ ዝኾነ ተኣማሚንኹም ልብኹም ዓሪፉ ትገዝእሉ ነገር እዩ ክፍጠር ዘለዎ ማለት እዩ ስለዚ ምግዛእ ትልዩ ሰባት ሃሊኹም ብፍላይ ኣብ ዝኸ ሰዓት ዞም ኣሕዋትኩም ትሪእዎም ኣለኹም ዕዳጋ እናረእዩ ገንዘቦም ለስርሑ ኣለዉ እስኹም ለለ ሰሪሕኹም ንምሽዋጥ ንምቅያር ትደልዩ ሰባት ሃሊኹም ንምንጋድ ማለት እዩ ከምኡ ዓይነት ሓሳብ ለለኩም እውን ቆንጆ ዝኾነ ሓሳብ ስለዝኾነ ከም ምግባር ትኽእሉ ኢኹም ወይ ድማ ለለ መንበሪኹም መዕረፊኹም ዓድኹም ወፂኹም ለለ ትዓርፍሉ ገዛ ተደሊኹም ለለ ከምኡ ዓይነት ኣማራጭ እንዮ ማለት እዩ ስለዚ ካብ ሰብዓ ካሪ ዝቐነሰ ክሳብ ክልተ ሚእቲ ሚተር በዓይ ዝተፈላለዩ ዕዳጋታት ስለለለዉ ብውሽጢ መስመር ርኸውኒ ለሓሸ ዕዳጋ ምርካብ ትኽእሉ ኢኹም ከባዩ ማለት እዩ ስለዚ ደውሉ ሎማዓንቲ ዝነበረኒ ፕሮግራም ግን እዚ ይመስል እዚ ቻናል እዚ ናብ ዝተፈላለዩ ናብ ፌስቡክ ዕረኽትኹም ናብ ቲክቶክ ኣብ ዝተፈላለዩ ማሕበራዊ ሚድያ ዘለዉ ሰባት ለኣኽሎም ክጥቀሙ ክርብሑ ጎሩ ንሕዋትኹም ማለት እዩ ኣብ ቴሌግራም ግሩፕ ለለኹም እውን ኩለኹም ኣብ ቀረባ ግዜ ንጅምር ኢና ዝተፈላለዩ ዕደጋታት ክለቀልኩም እየው ብኡ እውን ኣቲኹም ጆይን ኣገርኩም ኣባላት ዝኾኑ ብስልከይ እቲኒ ናብ ሜምበር ገርኒ ኢልኹም ጠይቆን ብውሽጢ መስመር ክእትይኩም እየ ማለት እዩ ስለዚ ንማዓት ዝነበረኒ ፕሮግራም ግን ዝይመስል ኣብ ናጋ ፕሮግራመይ ብሓድሽ ፕሮግራም ተመይሰስ ካዓ ንመፅእኩም ኣብ ንዓኻትኩም ይኹን ቻው